So እዚኤን እየን እተን መደብ ካብ መጀመርያ ክንምህረን ኦረዲ እሞ ሽዑ እቲ ዝውስኽ ዘሎ ከ እንዳወሳና ክንከይድ ኢና ፕላን ዘውጻእናለን ማለት እዩ ወይ ቅድሚ ሕጂ ከም ምሳና ተምሃር ዘበልኳት ጌርኩም ትፈልጥዎ ኢኹም ቀዳማይ ፐርሰናል ፋይናንስ ሰጊርና ናብ ስቶክ ማርኬት ናብ ዝበዓል ኢንፍሌሽን ኦረዲ ናይ ኢኮኖሚ ኢና ነጢርና ኦፍኮርስ ብርትዕ ዝበለ ኣርእስታት ነይሩ እዩ ብፍላይ ንጀመርቲ ማለት እዩ እናበለ ግን ኩልና ከም ዝተረዳእና ርግጸኛ እየ። እዚ ናይ ፐርሰናል ፋይናንስ ኣብ ቀጻሊ ክጽብ ገና ወይ ሪከርድ ንክክ ጌርና እና ወይ ካልእ ካልእ ክንሪኦ ኢና። እዚ ናይ ትሬዲን ኢንቨስቲን እንታይ እዩ? ጋምብሊን እንታይ እዩ? እዚ ኣይፒኦ ኢንሻል ፓብሊክ ኦፍሪን ፕላስ ምዝናቕ ከ እንታይ ዓይነት ጥቕሚ ኣለዎ ወይ ጉድኣት ኣለዎ ርኢና ኔርና ኣብቲ ለሰን ፎር ወይ ራብዓይ ኢልና ዝመቓቐልናዮ ዓይነታት ወፍሪ ኩሎም ብጫፎም ርኢና ኔርና። ኦፍ ኮርስ እቲ ዝበለጸ ኢቲኤፍ እንታይ እዩ? ዝበለጸ ኢንደክስ እንታይ እዩ? ክሳብ ሕጂ ኣይረኣናዮን ኣና ኦፍ ኮርስ ንባዕሉ ሪከርድ ጌርና ንህበኩም እዪ ኣብዚ ሰሙን ዝመጽእ መደብ ማለት እዩ። ዲቪደንድ ተርዲ ናይ ሪትስ ሰጊርናዮ ኣለና እዚ ዓይነታት ወፍሪ ግን ኦፍኮርስ ድጋሚ ኔሩ እዚ ስለዚ ናይ ሪትስ ንባዕሉ እቲ ገዛ ክተማሃሩ ከለኹም ምስኡ ዝተተሓሓዘ ስለዝኾነ እቲ መጸናይ ሪል ስቴት ኢንቨስትመንት ትራስት ንብሎ ማለት እዩ እዚ ዘይልሙድ ፍጻመታት ትንክፍ ኣቢልናዮ ኔርና ናይ ብሮከሬጅስ እቲ ዝዓበየ ወይ ከዓ ብጣዕሚ ኣገዳሲ ዝኾነ መደብ ኣብዚ ኣሎ ኦፍኮርስ ዝመጽእ ናይ በዓል ኢቶሮ ክህልወና እዩ ካልእ ካልእ ብሮከሬጅ እስከ ኣሎ ካልእ ቦታታት ትጥቀምሉ ማለት እዩ ስቶክስ ከመይ ጌርና ፋንዳሜንታል ንጠቕ ክንረኽቦ ንኽእል ማለት ምስ ጋምብሊንግ ዘተሓሕዝ ከምዚ ይብሉ እንታይ ደኣ ናይ ሓንቲ ካምፓኒ ክንደይ ኣታው ኣለዋ ክንደይ ወፃኢ ኣለዋ ክንደይ ፒኢ ኣለዋ ወይ ከዓ ክንደይ ንሓደ ሼርስ ክንደይ መኽሰብ እያ ክትከስብ ነይራ ወይ ክንደይ ካሽ ፍሎው ኣለዎ እንዳበልና ከም ንፈልጦ ብመጠኑ ርኢናዮ እሱ ንባዕሉ ኩሉ በብሓደ ዝመፅእ ፋንዳሜንታል ኣናላይሲስ ኣሎ ስቶክ ስክሪነር ንባዕሉ ሰጊርናዮ ኢና ምክንያቱ ከም ጀመርቲ መጠን እቲ መጀመርያ ቤዚክ መሰረታዊ ዝኮነ ክንውድኦ ንምባል እቲ ኮመዲቲ ኣብ ዝሓለፈ መደብ ሂብናዮ ዝነበርና እዛ ሕጂ ቪድዮ ዘእተናዮ ስቶክ ተርሚኖሎጂ ፕላስ ደሪቫቲቭስ እዚ ብፍላይ እቶም ዩሮፕ ዘለኹም ሓደ ካብቲ ኣገዳሲ ትምህርቲ ክትወስድዎ ትኽእሉ መደብ እዩ ብፍላይ ስቶክ ማርኬት ኮርስ ርድኢት ምስ ሓዝኩም ማለት እዩ and of course we have ኣብዚ ናይ ማይክሮ ኢኮኖሚክስ ዝበሃል እዚ ናይ ኢኮኖሚ ብሓፈሻ ናይ ቁጠባ ምስ ስቶክ ማርኬት ዘለዎ ርክብ መምህር ደስ በለ ሂብና ዝነበረ ወይ ሪከርድ ገይርዎ ዝነበረ ምራጉ ንዕኡ መወሰኽታ ናይ ኢንፍሌሽን እንታይ እዩ ናይ ሪሴሽን እንታይ እዩ ስታግፍሌሽን እንታይ እዩ ከምዚ እንተጋጢሙ ከ እንታይ ክንገብር ግብኣና ወይ ከዓ ኣንፃር ናይ ኢንፍሌሽን እንታይ እዩ ንሱ ምስ ዘጋጥም ከ ናትናትና ወፍሪ እንታይ ዓይነት ፀገም ከምፅኣሉ ይኽእል፣ ንዕኡ ንምክልኻል ከ እንታይ ክንገብሮ ኣለና፣ እቲ ሙሉእ ርድኢት ገይርካ ኢንቨስት ንምግባር ወይ ከዓ ንምውፋር ዝዓለመ እዩ። ኦፍ ኮርስ እቲ ትምህርቲ ቀፃሊ እዩ፣ ብኡ ዝውዳእ ኣይኮነን። ኦኬ ሶ ናይ ሻሙናይ ክፋል እዚ ናይ ስቶክ ማርኬት ብዛዕባ ደሪቫቲቭስ ማለት ሲኤፍዲ ኦፕሽንስ ፊውቸርስ ዝበሃሉ እዮም ማለት እዩ። ፕላስ ናይ ኣገደስቲ ቃላት ናይ ስቶክስ ክንርኢ ኢና። ኣብ መወዳእታ ከዓ ከምቲ ልሙድ ዝበለ ሕቶን መልስን ክህልወና እዩ። ሰወት ናይ ሎሚ ቀንዲ ዕላማና እንታይ እዩ? እዚኦም ናይ ሎሚ ንመሃሮም ናይ ስቶክ ተርሚኖሎጂ ወይ ሓድሽ ቋንቋ ክኾኑ ይኽእል ንዓና ቅድሚ ሕጂ ዝርኢናዮም ዝነበርና ናቶም ኣገዳስነትን እቲ CFD ኸኣ ከም ዝበልኩኹም ብዛዕባ ኢቶሮን ኣብ ትሬዲንግ ክዋንቱም ከይደ ኸኣ ንእሽተይ ኣብነታት ናይ ከምኡ ክህበኩም እየ እዚ ግን ኣዝዩ ኣገዳሲ እዩ ክሳብ መወዳእታ ትከታተልዎ Already ኣቐዲመ የመስግን ኣድቫንስ። ሰወት ቀዳማይ ዝረኣናዮ ኣብ ዝሓለፈ ብሮከር ዝበሃል እዩ። ብሮከር ምምራፅ እቲ ቀዳማይ መሰረት ናይዚ ስቶክ ማርኬት ምዃኑ ወይ ከዓ ኣገዳስነት ዘለዎ ምዃኑ ክንመርፅ ከለና ብሮከር ግን እንታይ እዩ? ናይ ስቶክ ብሮከር ኣሎ፣ ናይ ሪል ስቴት ብሮከር ኣሎ፣ ናይ ዝተፈላለየ ደላላይ ኢልና ንፅወዖ ማለት እዩ። ስለዚ ብሮከር ማለት ኣብ ክንዳኻ ወፍሪ ዝገዝኣልካን ዝሸጠልካን ኦኬ ሶ ኣብዚ ደላላይ ክብሎ ከለኩ ሓደ ሰብ ንኣብነት መምህር ደስ በለ ደላላይ ክብሎ ዘይኮነ ኣብ ትሬዲንግ ትዋን ትክብል ከለና ሓደ ሰብ ዘይኮነ ኣብ ክንዳካ ብሮከር ዝሰርሕ ዘሎ እቲ ፕላትፎርም ኣልጎሪዝም ማሽን ማለት እዩ በዓል በቲ ኤኣይ ወይ ከዓ ኣርቲፊሻል ኢንቴሊጀንስ ዓይነት ገይሮም ንስካ ኦርደር ምስ ሃብካዮም ትእዛዝ ምስ ሃብካዮም ንሶም ከዓ ኣብ ክንዳካ ኣብ ሰዓታ እቲ ዝሃብካዮም ትእዛዝ እቲ ኣስክን ቢድን ዘሎ ፍልልይ ወይ ከዓ ሰብ ዝገዝኣሉን ዝሸጠሉን ዘሎ ብምፍላጥ ባዕላ ኣብ ሰዓታ ወይ ከኣ ከም ዝኣዘዝካዮም ጽባሕ ግዝኡ ለይቲ ኢልካዮም ድሕሪ ሰሙን ግዝኡ ለይቲ ኢልካዮም ኣብ ዝኣዘዝካዮም ወይ ከኣ ዕስራ ምስ በጸሕቲ ሓምሳ ምስ በጸሕቲ ኢልካ ኣብ ዝኣዘዝካዮም ክገዝኡልካን ክሸጡ ከለዉን እዚኦም ካብ ምንታይ ኣታውሎም ቀዳማይ ኮሚሽን ዝበሃል ኣሎ ብክንደይ ሚኢታዊት እዮም ዘኽፍሉኻ ዘለዉ ወይ ከኣ ፊ ክንደይ ክፍሊት ንዓመት የኽፍሉኻ ኣለዉ ትብሎ ማለት ንኣብነት ሓሙሽተ ሸር ትገዝእ ተሃሊኻ ገሊኦም ዓሰርተ ቅርሺ ዘኽፍሉ ኣለዉ ንሓንቲ ክትገዝእ ማለት እዩ ንክትገዝእ ዓሰርተ ንክትሸይድ ዓሰርተ ዘኽፍሉ ኣለዉ ብዙሓት ሓሙሽተ ኣለዉ። ቅድሚ ሕጂ ከምኡ እዩ ነይሩ፣ ኣብዚ ግዜ እዚ ግን እቲ ኮሚሽን ፍሪ ወይ ከኣ ነጻ ዝኾነ ኮሚሽን ክንመርጽ ኣዝዩ ኣገዳሲ እዩ። ስክሪን ይርእ ኣሎ ሓቀይ እዩ መምህር ደሱ? Yeah, yes ብርሂን። ኦኬ ቸክ ንምግባር ኦኬ ካልኣይ ዝረኣናዮ ዝሓለፈ ዲቪደንድ ራይት እዩ ዲቪደንድ እንታይ ምዃኑ ኦፍኮርስ ፈሊጥናዮ ኣለና ዲቪደንድ እዚ ብጽሒት ወይ ከዓ ብርኪ ዋንነት ናይ ሓደ ስቶክ ከም ዘለካ ንስካ ከኣ ዲቪደን ብኡ ክፍሊት እትወሃቦ እዩ ማለት እዩ። ዲቪደን ራይት ከኣ መሰል ናትካ ናይቲ ብዝጽሒት መሰልካ ማለት እዩ። ሓደ ሚእታዊት ካብቲ ኣውትስታንዲንግ ሸርስ ትውንን እንተኮንካ በቲ ዲቪደን ንዓካ ከኣ ሓደ ሚእታዊት ካብቲ ፕሮፊት ክቅበለካ ወይ ከኣ ካብቲ ዲቪደን ዝወሃብ ዘሎ ማለት እዩ። ስለዚ ሓደ ዋና ወይ ሸርሆልደር ኢልና ንጽውዖ ብዚ ማለት እዩ ማዕረ እቶም ካልኦት ሸርሆልደርስ ናይ ሓደ ወፍሪ ዝቕበልዎ ብጽሒት እዚ ዲቪደንድ ኢልና ወይ ከኣ እቲ መሰል ናይ ዲቪደንድ ከም ዘለካ ዘመልክት እዩ። ኣብ በዓል ትሬዲንግ ቱ ዋን ቱ ወይ ኣብ ካልእ ኣካውንት ከተውጽኡ ከለኹም ስለ እትሕተትዎ ኢና ኣምጺእናዮ እዚ ማለት እዩ። ዲቪደንድ ራይት እንታይ ማለት እዩ ኢሎምኹም ኦፍ ኮርስ ቋንቋ ዝተፈላለየ ክኸውን ይኽእል እዩ ግን መሰል ማዕረ መሰል ምስቶም ካልእ ከም ዘለካ ዘመልክት እዩ። ቡል ማርኬት ሓደ ካብቲ ብብዝሒ ዝፍለጥ ቃል እዩ እዚ ቡል ወይ ከዓ ቡሊሽ ክንብሎ ንኽእል ኢና ኦኬ ቡል ማርኬት እንተኢልና ከም ዝበልናዮ ኩሉ ግዜ ንላዕሊ ብቡል በዚ ብዕራይ ዘክርዎ ዑርን ንላዕሊ ይኸይድ ኣሎ ስለዚ ስቶክ ከዓ ንላዕሊ ዋግኡ ይኸይድ ኣሎ ማለት ኣብ ዝሓለፈ ሰለስተ ዓመታት ወይ ዓሰርተ ዓመታት ተርእናዮ ሕጂ ኩሉ ግዜ እንታይ ነይሩ ቡል ማርኬት እዩ ነይሩ ወይ ከዓ ቡሊሽ እየ ኣነ ክትብል ትኽእል ኢኻ ሰብ ኣብ ወፍሪ ይዋፍር ነይሩ ማለት እዩ ምክንያቱ ኩሉ ሰብ እንታይ ኢሉ ኣሚኑ ስቶክ ማርኬት ክውስኽ ኢሉ እምነት ዝገበረሉ ግዜ እዩ ማለት ወይ ከዓ ኣወንታዊ ኣረኣእያ ኣብቲ ቁጠባ ክህልወካ ከሎ ኣይ ኣም ቡሊሽ ኣንዳይን ተስላ ገዛ ኣለኹ ኣፕል ገዛ ኣለኹ ገለ ገዛ ኣለኹ ምክንያቱ ቡሊሽ ኮይነ ስለ ዘለኹ ኣነ ወይ ከዓ ቡል ማርኬት ስለ ዘሎ ኣብ ፅቡቅ ዕዳጋ ስለ ዘሎ ክትብል ትኽእል ኢኻ ማለት እዩ ስለዚ ኣወንታዊ ኣረኣእያ ኣንፃር ማለት ከዓ በር ማርኬት ንሪኦ ኮብዕ ዝርእሱ ማለት እዩ በር ማርኬት ማለት ከዓ ኦረዲ ማርኬት በቃ ሕማቅ ኣሉታዊ ኣረኣእያ ክህልወካ ከሎ እዩ ነዚ ከዓ ስለዚ በሪሽ እንተኢለኻ ኣም በሪሽ ማለት ኣም ኖት ኢንቨስቲንግ ኢንቨስት ኣይገብርን እየ ክፅበ እየ ምክንያቱ ስቶክ ማርኬት ክወርድ እየ ኢለ እምነት ኣለኒ ክትብል ከለኻ ካብ በሪሽ ወይ ከዓ ሎሚ ንምሃሮ ቃል ኣሎ ሾርት ዝበሃል ስቶክ ማርኬት ዋግኡ ይውስኽ ዘይኮነ ይቕንስ ኢልካ ተትሕዘሉ ክኸውን ይኽእል እዩ ማለት ስለዚ በሪሽ ማለት ብሓፈሻ ወይ በር ማርኬት እንተኢልና ዕዳጋ ኣሉታዊ ኣረኣእያ ኣለዎ ሰብ ክንብል ንኽእል ኢና ኣብዚ ግዜ እዚ ሕጂ መንጎ መንጎ እዩ ዘሎ ሰብ ብሓፈሻ ክሪኦ ብሉይ ማርኬት ክውስኽ እዩ ዝብል ኣሎ፣ ማርኬት ክወርድ ዝብል ኣሎ፣ ዝፈልጦ ነገር ግን ሚእቲ ካብ ሚእቲ ኮይኑ የለን ኣብዚ ግዜ እዚ። ምስቲ ናይ ኩነታት ናይ ራሻ ዘጋጠመ፣ እዚ ናይ ቁጠባ ናይ ዓለም፣ እዚ ናይ በዓል ቻይና ኤመሪካ ዘሎ፣ ፕላስ ምስዚ ናይ ኮሮና ቫይረስ ዝነበረ ክሳብ ሕጂ ዘይጠፍአ፣ ኣብቲ ሽዑ ግዜ ዘጥፍእዎ ገንዘብ ወይ ፕሪንት ዝገበሮ ተታሒዙ ማለት እዩ። ኣብዚ ብሉ ቺፕ ስቶክስ ዝበሃሉ ዓበይቲ ካምፓኒ ኦፍ ኮርስ ላርጅ ካፕ ኢልና ዝጸዋዕናዮም ኔርና፣ ልዕሊ ዓሰርተ ቢልዮን ማርኬት ካፕ ዘለዎም ማለት ናይ ሓንቲ ሼር ናታ ሼር ዝረብሖ ናታ ኣውትስታንዲን ሸርስ ምስ ኣበልናያ ንሓንቲ ዋጋ ዘላ ማለት እዩ እቲ ናቶም ማርኬት ካብ ከም ንረኽቦ ርኢና ስለዚ ልዕሊ ዓሰርተ ቢልዮን ዝኾነ ከዓ ብሉይ ችፕ ስቶክስ ዘይኮኑ ላርጅ ካፕ ስቶክስ ኢልና ፀዊዕናም ነርና ብሉይ ችፕ ከዓ ንነዊሕ ዓመታት ንኣብነት ሓምሳ ሱሳ ሚእቲ ዓመታት ንነዊሕ ግዜ በቃ ስቴብል ኮይኖም ነቲ ናቶም ኮምፕቲሽን ወይ ውድድር ከኣ ምሉእ ብምሉእ ዝተቋጻጸርዎ ዓይነት ክኾኑ ከለዉ ከኣ እንታይ ንብሎም ብሉ ቺፕስ ቶክስ ከም በዓል ጆንሰን ኤንድ ጆንሰን ናይ ሕክም መድሃኒት ናይ ካልእ ዝቋጸር ከም በዓል ፔፕሲ ኮካ ኮላ ክበሃል ክንደይ ዓመታት ገይሩ ኣሎ ነዚኦም ከኣ ብሉ ቺፕስ ኢልና ክንጽውዖም ኢና ኦፍ ኮርስ ላርጅ ካፕ ኢልና ኢና ክንጽውዖም ንኽእል ንኣብኡ ከለና ማለት እዩ ንእሽተይ ፍልልይ ክህሉ ይኽእል እዩ ብሉ ቺፕ ንብሎም ንነዊሕ ዓመታት ጸኒሖም ንኣብነት ተስላ እንተሪእና ከባቢ ፍርቂ ትሪልዮን ኣሎ ንበሎ ማርኬት ካብ ናይ ተስላ ብሉ ቺፕ ድያ ተስላ በልኩምኒ እወ ዝብል ሰብ ኣሎ ኖ ዝብል ሰብ ኣሎ ሓደ ነገር ዓባያ እታ ዓባይ እያ ላርጅ ካፕ እያ ኦፍኮርስ ዓሰርተ ቢልዮን ኣብ ብሉ ቺፕ ንክትኣቱ ንነዊሕ ዓመታት ክኾን ኣለዋ ተስላ ግን ኣብ መዓስ እያ መፅያ ብዘክተሽን ዓሰርተን ከባቢ እያ መጺኣ ክተሽት ሸሞንተ ከባቢ ስለዚ ብሉጭ ክትብላ ከእትዋ ይኽእሉ እዮም ዘይከእትዋ ይኽእሉ እዮም ነናይ ሰብ ከከምናቱ ኣተሓሳስባ ማለት እዩ ዝተባሃላ ግን ተረዲእኩም ኣሎ ብሉጭ ዝበሃላ ግን ንነዊሕ ዓመታት ስቴብል ኮይነን ኣብቲ ናተን ኮምፒቲሽን ወይ ውድድር ዘለዎን ዓይነት ቢዝነስ ሞዴል ዝቋፃፀሮ ክኾና ከለዎ ከም ዝበልኩም በዓል ፔፕሲ ከንርኢ ንኽእል ኢና ማለት ሱፐኒ ስቶክስ ከኣ ኣንጻሩ ሰብ ስፖክለቲቭ ተባሂለን ከኣ ከብላ ይኽእላ እየን። ሰብ ስፕኩሌት ዝገብር እዚ ንደይ ትሬደርስ ዝጥቀሙሉ እዮም ዝበዝሐ ግዜ ማለት እዩ። እዚኦም ከኣ ስሞል ማርኬት ካብ ዘለወን እየን። እዚ ግን ጸገም እንታይ ኣሎ እቲ ኣስክ ክንሪኦ ኢና እቲ ቢድን ዘሎ ስፕረድ እንታይ ክኸውን እዩ ገፊሕ ክኸውን እዩ ወይ ከዓ ዓቢ ክኸውን እዩ ማለት ስለዚ ሕጂ ግዛእ ቢልካ ሽጥ ተቢልካ ክትከስር ኢኻ ዝዓይነት ኮይኑ ማለት ስለዚ ፐኒ ስቶክስ ዝበሃላ ከኣ ናኣሽቱ ስቶክስ ብጣዕሚ ፍሉጣት ዘይኮና እንታይ ደኣ ሰብ ዝገዝእ ዝሸይጥ ክኸውን ከሎ እዚ ትሬድ ንክገብሩ ዝጥቀሙለን ስቶክስ ማለት እዩ ኣብዚ ኣስክን ቢድ ኣለና ኣስክ ክኸውን ከሎ ሓደ ዋና ናይ ስቶክ ዝሸጠሉ ዝወ ሓደ ዋጋ ኣነ ተስላ ኣለኒ ብሚእትን ሰብዓን እየ ክሸጣ ዝደሊ ኢለ ኣብ ሲስተም እንተይታ ወይ ኦርደር ትእዛዝ እንተይሂበ እቲ ዝተሓተ ነገር ኣስክናት እንታይ ይኾን ኣሎ ማለት እዩ ሚእትን ሰብዓን ይኸውን ኣሎ ስለዚ እቲ ዝተሓተስ ሚእትን ሰብዓን ሚእትን ሰመናን እንተኺኢላ ፅቡቅ ተዘይ ኮይኑ ግን ሚእትን ሰብዓን እያ ከዝተሓት ኣንተይ ክብል ይኽእል እዮም ማለት እዩ ቢድ ከዓ እናተንፃሩ እቲ ዝሸይጥ ዘሎ ሓደ ነጋዳይ ንሓደ ስቶክ ዝኸፍለሉ ፍቓደኛ ዝኾነ መጠን ገንዘብ ክኸውን ይኽእል እዩ ዝኻ ማለት እዩ እዚ ከዓ ሚእትን ሰማንያን ጥራይ ክኸፍል ዝኽእል ወይ ዝደሊ ክትብል ከለካ ይኸውን ኣሎ ማለት እዩ ስለዚ ኣስክ ክንብሎ ናይ ዝሸጠሉ ቢድ ክበሃል ከሎ ከዓ ናይ ዝግዛእ ኣሎ ክኸውን ከሎ ማለት እዩ ኣብ መንጎኦም ዘሎ ፍልልይ ከኣ ስፕረድ ሶ ኣብዚ ኣስክ ኣለና ሰማንያን ሰለስተን ኣብዚ ቢድ ኣለና ሰማንያን ኣርባዕተን ስለዚ እንታይ ኾን ኣሎ ማለት እዩ እቲ ኣብ መንጎ ዘሎ ፍልልይ ኣታዊ ናብቲኦም ብሮከረጅስ ናብ በዓል ትሪሊንት ዋንቱ ናብ በዓል ኤም ዋን ፋይናንስ ዝረኣናዮም ወይ ከዓ ናብ በዓል ዝተፈላለዩ ብሮከረጅስ ከም በዓል ኢተሮ ብጅሮ ክኸውን ይኽእል ማለት ስለዚ ኣብ መንጎ ናይ ሓደ ስቶክ ኣስኪ ኣንድ ቢድ ዘሎ ፍልልይ እንታይ ኢና ንፅውዖ ስፕረድ ወይ ከዓ ኣስክ ኤንድ ቢዲ ስፕረድ ኢልና ክንፅውዖ ንኽእል ኢና ስለዚ እዚ ዝገዝእ ዘሎ ዝሸይጥ ዘሎ ባ ዓሰርተ ክሸጣ እንተደልዩ ዝገዝእ ከዓ ትሽዓተ እንተኮይኑ ኣብ መንጎ እንታይ ኣሎ ማለት እዩ ስፕረድ ኣሎ ይኸውን ኣሎ ኣብዚ ማለት ፍልልይ ኦኬ እንታይ ከም ዝኾን ኮንሰፕት ንምርዳእ እዩ ቮሊም ደይ ትሬደርስ ወይ ትሬድ ዝገብሩ ፈልጥዎ እዮም ናይ ወርሓዊ ትሬድ ኣለዎ መዓልታዊ ዝበዝሐ ኢና ንሪኦ ማለት እዩ ናይ ሰለስተ ወርሒ ትሬድ ክንሪኦ ንኽእል ኢና ስለዚ ኣብ ሓደ ግዜ ዝተነግደ ብዝሒ ስቶክስ ዘርኢ እዩ ስለዚ ናይ ሎሚ ዓንቲ ቮሊም ናይ ተስላ ክንደይ ወይ ናይ ኣፕል ወይ ናይ ጆንሰን ን ጆንሰን ክንደይ ተኢለኩም ሓሙሽተ ቢልዮን ሓሙሽተ ሚልዮን ኢልኩም ስለዚ እቲ ልዑል ቮሊም ዘለዎ ብዙሕ ሰብ እንታይ ክኸውን ማለት እዩ ናቱ ኣብዚ ዘሎ ስፕረድ ከኣ ውሑድ ክኸውን እዩ። ስለዚ ውሑድ ብዙሕ ቮልዩም እንተሃልይዎ እንታይ ክኸውን እዩ? ሊኲዲቲ ዝበሃል ኣሎ። ንኽሽየጥ ስኒ ኣብ ሓጺር ግዜ ክሽየጥ ይኽእል እዩ። ሊኲዲቲ ኣብ ሓጺር ግዜ እዚ ኪው ኣብ ሓጺር ግዜ ክሽየጥ ይኽእል እዩ ብዘይ ዝኾነ ጸገም ማለት እዩ። ኣብቲ ዝረኣናዮ በዓል ፐኒ ስቶክስ ግን ናተን ቮልዩም እንታይ ክኸውን እዩ? ትሑት ክኸውን እዩ። ስለዚ እተን ዓበይቲ ካምፓኒ ክንርኢ ከለና ወይ ብዝሒ ሰብ ሃይፕ ዝገብረን እንተኾይኑ ቀልጢፈን ናተን ቮልዩም ላዕሊ ዝኸደ እዩ። ብኡ መጠን ከኣ እቲ ናተን ስፕረድ ወይ እቲ ፍልልይ ዘሎ ከኣ ውሕድ ዝበለ እዩ ማለት እዩ። ኣብዚ ናይ ቀረጽ ወይ ታክስ ክትከፍሉ ከለኹም ኩሉ ግዜ ከም ዝበልናዮ እንታይ እንተ ዘይሸየጥካ ታክስ ኣይትኸፍለሉን ኢኻ ኢና ንብል ኔርና። እንተ ዘይሸጥካ ጥራይ ዘይኮነ ካፒታል ጌይን ን ካፒታል ሎስ ዝበሃል ኣሎ። ኦኬ ካፒታል ጌይን ክብል ከለኹ ኦፍ ኮርስ ምስ ፕሮፊት ዓይነት ክመሳሰል ይኽእል ተመሳሰልቲ እዮም ግን ክንፍልዮም ክንርኢ ኢና። ካፒታል ጌይን ክብል ከሎ ምስ ግዜ ዝውስኽ ዋጋ ሓደ ወፍሪ እዩ። ንኣብነት ተስላ ወይ ጫማ ዓሰርተ ቅርሺ እንተገዚኤ ዘዋፈርኩላ ማለት እዩ ዓሰርተ ሓሙሽተ ምስ ኮነት ዋጋኣ እንተሸይጠያ ናተይ ካፒታል ጌን ክንደይ ወይ ናተይ መክሰብ ክንደይ እዩ ዓሰርተ ሓሙሽተ ዝጎደለ ዓሰርተ ስለዚ ክንደይ ክኾን እዩ ማለት እዩ ሓሙሽተ ክመፅእ ሓሙሽተ ዶላር ወይ ሓሙሽተ ፓውንድ ከሲበ ክብል እኽእል እየ እዚ ካፒታል ጌን ፕሮፊት ኣይኮነን ፕሮፊት መክሰብ እንትኮይኑ ኦፍኮርስ ብሓፈሻ ወላ ብዲቪደንድ ዝረከብካዮ ወላ ብገለገለ ካፒታል ጌን ግን እቲ ዲቪደንድ ባዕሉ ንክፍልካ እዚ ካፒታል ጌን ግን ኣብ ሰዓት ንኣብነት ከም ዝበልኩኩም ሽሕ ገዚእካ ክልተ ሽሕ ተሸይጥካያ ምስ ከሰበት ወይ ምስ ወሰኸት ዋጋኣ ማለት እዩ ናትካ ጌን ወይ ከዓ እቲ ናትካ ኣፕሪሼት ዝገበረ ገንዘብ ብክንታይ ኮይኑ ኣሎ ሓደ ሽሕ ይኸውን ኣሎ ማለት እዩ ካፒታል ሎስ እንተኮይኑ ከዓ ኣንፃሩ ኦፍኮርስ እቲ ሚእትን ሓምሳን ዝገዛእካያ ሚእትን ዕስራን ተሸይጥካያ ኣብዚ ናይ ሰላሳ ኔጌቲቭ ኬድካ ኣለኻ ማለት እዩ። ናትካ ሎስ ክንደይ እዩ? ሰላሳ ዶላር ኮይኑ ኣሎ። ስለዚ ኣብቲ ናይ ታክስ ወይ ኣብቲ ናይ ቀረጽ ክትመልእ ከለኻ ባዕልኻ ትመልኦ እንተኾይንካ ነዚ በዚ ዝመፀ ካንስል እንዳገበርካ ገለ ኦፍኮርስ ነዊሕ ዝወስድ ንናቱ ዓድታት ሕግታት ክህልዎ ክእል እዩ እቲ ሓሳባት ግን እንታይ እዩ እቲያ ታክዚ ኣብ ከሸጥኳ ከለኩ ሓሙሽተ ቅርሺ ኣታዊ ስለ ዘይረኸብኩላ ታክሲ ኣይክኸፍልላን እዩ ማለት እዩ ኦኬ እዚኦም ኣገደስቲ ዝኾኑ ተርሚኖሎጂስ ማለት ንቅድሜና እንዳተምሃርኒ እንዳፈለጥናዮም ክንከይድ ንምባል እዩ ናብቲ ዝለዓለና ክንበፅሕ ማለት እዩ ናይ ሎሚ ግን ኣብ ደሪቫቲቭስ ዘተኮረ ወይ ከዓ ፋይናንሻል ደሪቫቲቭስ ኢልና ንፅዋዖም ክኸውን እዩ ኦኬ ብዝተኸእለና መጠን ኣቕልል ኣቢልና ፅፉፍ ዝኾነ ኣብነታት እንዳሃብና ክንገልፆም ኢና ደሪቫቲቭ ማለት ዋግኡ ካብ ዋጋ መሰረታዊ ንብረት ከም በዓል ስቶክስ ኮሜዲቲ ርኢናዮ ኣለና ወይ ኢንደክስ ኢንደክስ ፋንድ ርኢናዮ ዝተረኽበ ፋይናንሳዊ ውዑል እዩ ኦኬ ኣጀስ ሓንቲ ኤግዛምፕል ክበኩም ሓንቲ ኣብነት ኣርሰናል ምስ ማንቸስተር ዩናይትድ ዝፃወት እንተሃልየ ኩዕሶ እግሪ ማለት እዩ ፉትቦል ክልተ ሰባት ኣለና እቴን ጋንታ ይፃወት ኣለዋ ንሕና ግን ኣርሰናል ትስዕር ጽባሕ ኢለ ምስቲ ሓደ ሰብ ብምግቢ ድዪ ብገለ ድዪ ክትሕዝ ከለኹ ኦረዲ እቲ ሪል ዝኾነ ኦፍ ኮርስ ኤግዛክትሊ ምስኡ ክተወዳድር ኣይትኽእልን ኢኻ ግን ተመሳሳሊ ማለት እዩ ንስኻ እንታይ ክብል ሓደ ዓርከይ ከ ማንቸስተር ዩናይትድ ክብል እዩ ማለት እዩ ስለዚ ኣርሰናል እንተስዒሮም ኣነ ከብሎ እየ ንሱ ሰብ ስዒሩ ከዓ ንሱ ከብላዕኒ እዩ ከዛውረኒ ዋኤቨር ማለት እዩ ስለዚ እንታይ ክብደሊ እዚ ደሪቫቲቭስ ከዓ ካብቲ መሰረታዊ ዝኾነ ናይ ስቶክስ ተበጊሱ ዝወጽእ እዩ። ምስ ኣብነታቱ ክንሪኢ ኢና እንዳ ጸኒሕና። ናይ ተስላ ይኹን ናይ ኢንደክስ ይኹን። ንምንታይ ንጥቀመሉ ኤግዛክትሊ ክንሪኦ ኢና። ብፍላይ ከም በዓል ኢቶሮ ትጥቀሙ ዝነበርኩም ክሳብ ሕጂ ዘይትፈልጥዎ እንተኾይንኩም ክትፈልጥዎ ዝግበኣኩም ኣርእስቲ እዩ። ሶ ደሪቫቲቭስ ቀንዲ ዕላምኡ ከም መሳርሒ ሄጂንግ እዮም ዝጥቀምሉ። ከም ዓበይቲ ካምፓኒታት ማለት እዩ። ከም ኢንስቲትዩሽንስ ኣብ ምንቅስቓስ ዋጋታታት ንምግማት ወይ ከዓ ንኣርቢትራጅ ክጠቕሙና ይኽእሉ እዮም። ሶ እንታይ ዝብል ዘለኹ እዚ ምንቅስቃስና እዩ ዋጋታት ማለት እዩ ላዕልን ታሕትን ይኸይድ ዋጋታት ከም ዝበልኩ ኣርሰናል ትስዕር ዩናይትድ ትስዕር ክኸእል እዩ ኣብዚ ግን እንታይ ክጥቀመሉ ክእል እየ ነቲ ሪል ኣሴት ወይ ከዓ ነቲ ቁኑዕ ዝኾነ ንኣብነት ተስላ ተወሲድና ተስላ ዘይኮንኩ ዘልዒ ዘለኹ ብስም ተስላ ግን ተስላ ዘዝገበረቶ ከምዚ ክትከውን እያ ኢለ ከብል ከለኹ ማለት ንኣብነት ሚእቲ ሽሕ ኣብ ናይ ተስላ ዋፊረ እንተፀኒሐ ደሪቫቲቭስ ብምጥቃም ኣንፃሩ ብምኻድ መከላኸሊ ክጥቀመሉ ክእል ብዙሕ ገንዘብ ትኮይኑ ማለት እዩ ኣርቢትራጅ ዝበሃል ከዓ ኦፍኮርስ ኣሎ ንኣብነት ብፍላይ ኣብ ናይ በዓል ክሪፕቶ ገለ እዩ ዘጋጥም ክሪፕቶ ዳት ኮም ባይናንስ ዝበሃል ከምዚ ብሮኮሎጂ ዝተማሃሩ ናይ ናቶም ኤክስቼንጅስ ኣሎ ናይ ክሪፕቶ ንኣብነት ቢትኮይን ኣብ ክሪፕቶ ዳት ኮም ሰላሳ ሽሕ ዶላር ትሽየጥ እንተሃልያ ኣጋጣሚ ኮይኑ ኣብ ባይናንስ ግን ሰላሳን ሓሙሽተን ሽሕ ትሽየጥ እንተሃልያ እንታይ ክገብር እየ ኣብ ክሪፕቶ ዳት ኮም ከይደ ዕስ ሰላሳ ሽሕ ሂበ ገዚኤ ኣብ ባይና ምስ ከይደ ሰላሳን ሓሙሽተን ሽሕ ይሸጣ ኣለኹ፣ ሓሙሽተ ሽሕ መኽሰብ ይረኽበሉ ኣለኹ፣ ከምኡ ዓይነት ኣርቢትራጅ ዝበሃል ማለት እዩ። ስለዚ ነዚ ከምዚ ዓይነት ሜላታት ክጥቀሙ ይኽእሉ እዮም። ኦፍ ኮርስ ናይዚ ብዙሕ ሜላታት ዝገብሩ'የ፣ ኣነ ባዕለይ ገይረዮ ይፈልጥ እኒሀ፣ ጥራይ ይፈልጦ እና ኣፍልጦ ማለት እዩ። ምኽንያቱ ኣብኡ ክትውዕል ኣለካ፣ ከምኡ ዓይነት ሲትዌሽንስ ንኽትረክብ ወይ ከዓ ኩነታት ንኽትረክብ። ስለዚ ነቲ ንብረት ባዕሉ ከይወነንካ ከለካ ኣይትውንኖን ኢካ ኣብዚ ኣብ ምንቅስቃስ ዋጋ ናይ ሓደ መሰረታዊ ንብረት ክትነግድ ይሕግዝ ከምተ ዝበልኩኹም ኩዕሶ እንዳተፃወታ ኣይትውነን ኢካ ዘለካ ዩናይትድ ኣይትውነን ንኣርሰናል ግን ክንሰን ከምፅእ ገብርያን ኢልካ ክትከይድ ከለካ ማለት እዩ ኣብ ናይ ስቶክ ማርኬት እንተሪእና ከዓ ልክዕ ከምኡ ማለት እዩ ንኣብነት ተስላ እንተሪእና ሚእትን ሰማንያን እንተሃልያ ሎሚ ልክዕ ነዚኣ ሚእትን ሰማንያን ንዓኣ ወላ እንተዘይወነንኩዋ ከምኣ ዓይነት ጌረ ከትሕዘላ ይኽእል እየ ንመጻኢ ማለት እዩ ሶ ዝተፈላለዩ ዓይነት እዮም ዘለውና ፊቸርስ ዝበሃል ኣሎ ኣብ መፃኢ ኣተኪርካ ስፔኩሌት ክትገብር ከለካ ማለት እዩ ስለዚ ተስላ ድሕሪ ሓሙሽተ ዓመት ዕስራን ሓሙሽተን ሽሕ ክበቅዐ ንክንዚአን ሸር ዝዓይነቱ ክትከይድ ከለካ ኦፕሽንስ ብፍላይ ኣብ ናይ ዩኤስኤ ዘለኹም ኣሜሪካ ብጣዕሚ ልሙድ እዩ ብጣዕሚ እዮም ዝጥቀምሉ ማለት ኣብዚ ዩሮፕ ወይ ኢንግላንድ ዩከይ ዘለና ኣሸጋሪ እዩ ክትረኽቦ እዚ ኦፕሽንስ ኩሎም ብሮከሬጅስ ኦፕሽንስ የብሎም ንኣብነት በዓል ትሬዲንግ ትዋንቱ ገለ የብሎም በዓል ኢንተራክቲቭ ብሮከሬጅስ ኣለዎም ሶ ኦፕሽንስ ከዓ እንታይ እዩ ራይት ኣለካ ንክትገዝኦ ንሓደ ነገር ክትገዝኦ ኢኻ ሳው ጅስ ጊቪ ኣናደር ኤግዛምፕል ካልእ ናይ ገዛ ክበኩም እየ ሓንቲ ገዛ እኹል ገንዘብ ይብልየኒ ክገዝኣ ንመጻኢ ግን ኣፕሪሽየት ክገብርያ ወይ ከኣ ገዛ ዋጋኣ ክትውስኻየ እምነት ጌረ ኣለኹ ኣነ so እንታይ ክገብር ኣብዚ ግዜ እዚ ዕስራ ሽሕ ስለ ዘለኒ እቲ ዳውን ፔመንት ኢልና ንኸፍሎ ወይ ናይ ሞርጌጅ ኢልና ንኸፍሎ ኣቐዲምና ዳውን ኣቐዲምና ንኸፍሎ ማለት እዩ ዕስራ ሽሕ ተኸፍሎ ኣለኻ ሕጂ ድሕሪ ዓሰርተ ዓመት ሓሙሽተ ሽሕ ሓሙሽተ ሽሕ ዶላር ከይ ሓሙሽተ ሽሕ ዶላር ክገዛኤ እየ ኢልካ ዕስራ ሽሕ ትህቦ ኣለኻ ነታ ዋና ናይቲ ሓንቲ ስቶክ ማለት እዩ ስለዚ ድሕሪ ሓሙሽተ ዓመት ልዕሊ ሓሙሽተ ሚእቲ ሽሕ እንተኸይዳ ኦረዲ ትስ መኽሰብ ረኺብካያ ዘለኻ ናትካ መኽሰብ ይኸውን ኣሎ ስለዚ ንክትገዝኣ እንታይ ኣለካ ማለት እዩ መሰል ኣለካ እቲ ነፅጋት እንካ መሰል ኣለካ ስለዚ ዕስራ ሽሕ ጥራይ ከሲረ ኣለኹ ኣትሒዘ ኣለኹ ከሲረ ኣለኹ ኣይገዛእን ኢልካ ከኣ ክትገድፎ ትኽእል ኢኻ ማለት እዩ። ሕጂ እዚ እንታይ እዩ ብውሑድ ገንዘብ ጌርካ ንመጻኢ ጽቡቕ ኣድቫንተጅ ወይ ከኣ ጽቡቕ ፕሮፊት ወይ ከኣ መኽሰብ ንኽትረኽበሉ ዝጥቀመሉ ሜላ እዩ። ናይ ኦፕሽንስ ናይ በይኑ ትምህርቲ ሒዙ ዝመጽእ እዩ። እንታይ ከም ዝመስል ግን ንእሽተይ ኣብነት ንምሃብ ማለት እዩ። ስለዚ ኦፕሽንስ። ክትገዝእ ከለኻ ክትሸይጥ ከለኻ ብብዝሒ ዝጥቀምሉ ሜላታት እዩ። ስፔሻሊ ንሾርት ተርም ዋላ ሎንግ ተርም ማለት እዩ። ስዋፕስ ከኣ ልክዕ ከምኡ እዩ ኩሉ ኤኒወይ ንጥቀመሉ ማለት ኣይኮነን ንእሽተይ ትንኩፍ ትንፋግ ኢና ንሓልፍ ኢና ስዋፕስ ዝብሃል ንባዕሉ ቀሊል ኣይኮነን ንኣብነት ኣብዚ ናይ ሞርጌጅ ክትኣቱ ከለካ ናይ ገዛ ቀስ ኢልና ንመሃሮ ማለት እዩ ኢንትረስት ናትካ ፊክስ ክኸውን ይኽእል እዩ ማለት ሓሙሽተ ፐርሰንት ጥራይ ብዘይገድሲ ኢኮኖሚ ኢንትረስት ሬት ይወስኽ ወዳገለ ይወስኽ እቲ ትኸፍሎ ዘለካ ሚእታዊ ሓሙሽተ ፐርሰንት ጥራይ እንተኮይኑ ካልእ ሰብ ግን ቫሪያብል ማለት ምስ ኢንትረስት ሬት ናይ ሰንትራል ባንክስ ክውስኽሉን ክቕንስሉን ከለዉ ምስኡ ዝኸይድ ኣሎ ሶ እንታይ ክንገብር እየ ማለት እያና ምስኡ ክቀያየሮ ይኽእል እየ ስለዚ ብከምኡ ከኣ ትሬድ ክትገብር ትኽእል ኢኻ ኦፍ ኮርስ ከም በዓል ኦፕሽንስ ልሙድ ኣይኮነን ኣብዚ እዚ ናይ ሎሚ ኣዝዩ ኣገዳሲ ንርእዮ ግን CFD ዝበሃል ትምህርቲ ኣብ በዓል ኢቶሮ በዓል ፔይንት ዋንቱ እዚ ብቕልል ዝበለ ንርእዮ ብፍላይ ኣብ ናይ ዩሮፕ ዘለና ማለት እዩ CFD ኮንትራክት ፎር ዲፍረንስ ዝበሃል እዩ ከምዚ ኣብዚ ንሪኦ ዘለና CFD ማለት ኮንትራክት ፎር ዲፍረንስስ እቲ ሲ ኮንትራክት for difference ስለዚ ደሪቫቲቭ ዝበሃል ኮንትራክት ኢኻ ውዕል ኢኻ ተኣትዎ ዘለካ ኩሉ ከምቲ ናይ ኦፕሽን ዝረኣኹም ዕስራ ሽሕ ክፍለካ ሕጂ ድሕሪ ሓሙሽተ ዓመት ግን ክገዛእ እየ ሓሙሽተ ሚእቲ ሽሕ ኢልካ ትሰማምዕ ኣለኻ ልዕሊ ሓሙሽተ ሚእቲ ሽሕ ኮይና መኽሰብ ተረኺብካ ኣለኻ እንተዘይ ኮይና ከዓ እቲ ዕስራ ሽሕካ ትገዝኦ ትኽእል ኢኻ ስቲል ሓሙሽተ ሚእቲ ሽሕ ሂብካ ግን ክትገድፎ ከዓ ትኽእል ኢኻ እዚ ሕጂ እንታይ እዩ ንስኻ ኮንትራት ኢኻ ኣቲኻ ዘለኻ ማለት እዩ ኣብቲ ናይ ብሮከሬጅስ ወይ ከዓ ናይ ብሮከር ንብሎ ዘለና እዚ ሲኤፍዲ ዝበሃል ብመንገዲ ሲኤፍዲ ክትነግድ ከለኻ ዋንነት ናይ ስቶክ ዝበሃል የብልካን ኦኬ እንታይ ኢልና ኦኒ ናይ ሸር ኦፍ ስቶክ ወይ ብርኪ ናይ ስቶክ ምውናን ዓቢ ዓቢ ትካል ወይ ዓቢ ካምፓኒ ምውናን ኢልና ነርና ስለዚ ናይ ኣፕል እንተገዚኣ ኣነ ምስ ኣፕል ዋንነት ኣለኒ ኢለ ቀሲና ክነብር ይኽእል እየ ኣብዚ ዋንነት ዘይኮነ ዘለካ ግን ሎንግ ወይ ከዓ ሾርት ብምኻድ ንዝውስኽን ዝጎድልን ስቶክ ክትጥቀመሉ ትኽእል ኢኻ ለቨሬጅ ብምጥቃም ወይ ከኣ እዚ ማርጂን ትሬዲንግ ተባሂሉ ዝጽዋዕ ብልቓሕ ናቶም ጌርካ መኽሰብ ክትረኽበሉ ክትደሊ ኢኻ ኦፍ ኮርስ ፕራክቲካል ከርእየኩም እየ ጽንሕ ኢለ ኣብዚ ንጥቀመሉ ከለና ግን ኣዝዩ ኣገዳሲ ምኽንያት ዝበዛሕኩም እትሩ ዘለኹም CFD ትጥቀሙ ሪኤ ኣለኹ ማለት እዩ ስለዚ CFD እንታይ ኮንትራክት ፎር ዲፈረንስ ኮይኑ ንስኻ ኮንትራክት ጥራይ ትኣቱ ኣለኻ ክውዕል ትኣቱ ኣለኻ ማለት እዩ ብሕጽር ዝበለ እንታይ ኢልካ ክውዕል ትኣቱ ዘለኻ ስቶክ ተስላ ከም ዳኩ 180 ኣላ ንበላ ሕጂ ኣነ ሎንግ ተኸይደ ክንሪኦ ኢና ልዕሊ 180 ተኸይዱ ዋጋ ኢለ የትሕዝ ኣለኹ ሾርት እንተኸይደ ከኣ ትሕቲ ሚእትን ሰማንያን ኢለ ኣንጻር ኣኺለ። ዋንነት የብለይን ግን ልክዕ ከምታ ናይ ኩዕሶ ኣብነት ዝረኣናያ ኦፍ ኮርስ ማዕረ ከምኣ ኣይኮነትን እቲኣ ናብ ጋምብል ገጻ ትኸይድ እያ እዚ ግን መጽናዕቲ ጌርካ ኢኻ ተስላ ክንድዚ ኣውትስታንዲንግ ሼርስ ኣለዋ ክንድዚ ኣታዊ ኣለዋ ዝሓለፈ ክንድዚ ካሽ ፍሎው ኣእትያ ክንድዚ ከኣ ኤክስፔክትድ ግሮዝ ወይ ከኣ ናይ መጻኢ ንክትዓቢ ትጽቢት ዘለዋ ፐርሰንተጅ ክንድዚ ሚእታዊት እንዳበልካ ባዕልካ ተመራሚርካ ክትኮዶ ትኽእል ኢኻ ማለት እዩ so they call this double edged sword ኢሎም ዝጽውዕዎ እዚ ወይ ከዓ ክልተ ዝብርሑ ሴፍ ኢሎም ዝጽውዕዎ እቲ ከም ብሂል እዩ ማለት እዩ ዳብል ኤጅድ ስወርድ ልክዕ ከም ናይ ቴሌፎንና ንክልተ ነገራት ንጥቀመሉ ንክእል ኢና ምሳኹም ንራኸበሉ ኣለና ግን ካብ ኣጣዕርካ ድቃስ ክኸልኣካ ይኽእል እዩ ኣዲክቲቭ ወይ ከዓ ወልፊ ናት እንተሒዝካ ከም ናይ ቲክቶክ ናይ ገለገለ ወልፊ ተሒዝካ ሕማም ይኸውን ኣሎ ኦፍኮርስ ንፅቡቅ ምስ ኣሕዋትካ ከምዚ ትራኸበሉ ትኾንካ ድቃ ዝጸልኣካ ተኮይኑ ንሕማቅ ምስ ኣሕዋትካ ትራከቦ ተኮንካ ከኣ ንጽቡቅ ማለት እዩ ስለዚ ብክልቲኡ ወገናቱ ሴፍ ኣሎ በቲ በሊሕ በቲ በሊሕ ስለዚ ጽቡቅ ጌርካ ተጠቂምካሉ ጽቡቅ ክሕግዘካ ይክእል እዩ በቲ ሓደ ወገን ከኣ ክሃስየካ ዝክእል እዩ ማለት እዩ እዚ ሲኤፍዲ ከኣ ከምኡ ኢሎም ዝጽውዕዎ እዮም ዳብል ኤጅ ስዎርድ ኢሎም ዝጽውዕዎ ስለምንታይ ዳብል ኤጅ ስዎርድ ዝበሃል ሓደ ለቨሬጅ ትጥቀም ስለ ዘለካ ለቨሬጅ ማለት ዕዳ ተጠቂምካ ልዕሊ እቲ ገንዘብካ መክሰብ ንክትረክበሉ ምድላይ ማለት እዩ ኦኬ ሶ ለቨሬጅ ማለት ዝተለቃሕካዮ ገንዘብ ከም መሳርሒ ወፍሪ ምጥቃም ማለት ንሓደ ወፍሪ ዝገበርካሉ ዝለዓለ ውፅኢት ንምርካብ ወይ ከዓ ንምዕባይ ዝጥቀም ሜላ ለቨሬጅ ተጠቂምካ ግዛእ እንተኢሎምካ ኦፍኮርስ ዕስራ ቅርሺ እሞ ሃቦም ናይ ሚእቲ ቅርሺ ከም ትልቃሕ ግበር ዝዓይነቱ ማለት እዩ ኤግዛምፕል ኣብዚ ኣለና ሓደ ሽሕ ኣለካ ሓደ ሽሕ ዶላር ኣለካ ትሬድ ክትገብር ወይ ከኣ ስቶክ ንክትገዝእ ማለት እዩ ኣፕ ንክትገዝእስ ሓደ ሽሕ ጥራይ ዘለካ እንተኾነ ግን ናይ ዕስራን ሓሙሽተን ሽሕ ኢኻ ክትገዝእ ደሊኻ ለቨሬጅ እስኻ ክንደይ ክትጥቀም ኢኻ ዕስራን ሓሙሽተን ንሓደ ወይ ከኣ ኤክስ ትዌንቲ ፋይቭ ዝብላ ናይ ባዕሉ ኢትዮ ክሪኤት መኬደ ተጠቂምካ ንስኻ ተዋፍሮ ዘለኻ ሓደ ሽሕ ንስኻ ኢን ሪያሊቲ ማለት ኣብቲ ሲስተም ኣእቲኻ ዘለኻ ግን ናይ ዕስራን ሓሙሽተን ሽሕ ኣዋፊርካ ኣለካ ኣብ ዕስራን ኣርባዕተን ሽሕ ኦፍኮርስ ተለቂሕካ ኣለካ ክንብል ንኽእል ኢና ስለምንታይ እዚ ምክንያቱስ ንስኻ ቅርሺ ትኸፍል ኣለካ ዕስራን ሓሙሽተን ንምርካብ ማለት እዩ ንሶም ዕስራን ሓሙሽተን ክቡኻስ ንስኻ ቅርሺ ትህቦም ኦፍኮርስ ከም ዝበልኩም ዳብል ኤድስ ወርድ እዩ ብክልቲኡ ወገናቱ ንፅቡቅ ክኾን ይኽእል ንሕማቅ ክኾን ይኽእል ኦፍኮርስ ዳርጋ ሱሳ ክሳብ ሰማንያ ፐርሰንት ኣብ ናይ ለቨሬጅ ዝጥቀሙ ወይ ከዓ ኣብዚ ናይ ማርጂን ትሬዲንግ ወይ ሲኤፍዲ ዝጥቀሙ ገንዘብ ከም ዝኸስሩ እዩ ዘርእየና። ንፍልጠት ግን ኣዝዩ ኣገዳሲ እዩ። ስለዚ እቲ ኢንቨስት ዝግበር ዘሎ ዝድለ መጠን ገንዘብ እዚ ሪኳየርድ ማርጂን ማለት ክንደይ ሪኳርድ ማርጂን ዕስራ ፐርሰንት ክፈል ወይ ሰላሳ ፐርሰንት ክፈል ንሕና ከዓ ሰቨንቲ ፐርሰንት ከነኽፍለካ ልክዕ ከምቲ ናይ ገዛ ማለት እዩ ዳውን ፔይመንት ትኸፍሎ ሪኳየርድ ማርጂን ኢና ንፅውዖ እዚ ስለዚ ካብ ጠቕላላ ዋጋ ናይቲ ዝውሰድ ዘሎ ብምኢታውት ዝገልፅ እዩ ከም ዝበልኩም ዕስራ ሚኢታውት ዓሰርተ ሚኢታውት እናበልካ ትኸይድ ኦኬ ኣብ ኢቶር ሕጂ ከምዚ እዩ ተፃሒፉ ዘሎ ኣብ ካልእ ከዓ ከምዚ ዝፀሓፍ እዩ ምስ ኦኬት ሲስተም ከምኡ እዩ ማለት እዩ ሶ ለቨሬጅ ፋይቭ ቱ ዋን ኢልና ንፅውዖ ነዚ ፋይቭ ቱ ዋን እንትኮይኑ ኣብ ናይ ፎሬክስ ትሬድ ዝገብሩ ኣብ ናይ ክሪፕቶ ካረንሲ ዝገብሩ ኣብ ኩሉ ዝጥቀምሉ ሜላታት እዩ ማርጂን ትሬድ ንምሃር ዘለና ስለዚ ሓደ ነገር ብምምሃር ኣብ ካልእ ነገራት ወላ ዝጠቕመና ዓይነት ትምህርቲ እዩ ማለት እዩ ስለዚ እቲ ናትካ ማርጅን ሪኳየርድ ወይ ከዓ ዝሕተቱ ዘለካ ማርጅን ክንደይ እዩ ዕስራ ሚእታዊት እዩ ስለምንታይ እዚ ኣነ ቅርሺ ክህብስ ናይ ሓሙሽተ ቅርሺ የዋፍርለይ ኣለዎ ማለት እዩ ሓንቲ ሸር ክገዝእ ዝሓስብኮስ ናይ ሓሙሽተ ሸር ይገዝእ ኣለኹ ኣፍኮርስ ስኢሎም እዮም ዘለቅሑካ ዘለዉ ክንሪኦ ኢና ስለዚ ኣብዚ ናይ ዕስራን ሓሙሽተን ሽሕ ክትገዝእ እንተደሊኻ ሓሙሽተ ሽሕ የድልየካ ይኸውን ኣሎ ማለት እዩ። ጸገም ኣብዚ ግን እቲ ናትካ ማርጅን ዕስራ ፐርሰንት ስለ ዝኾነ እዛ ስቶክ ገዚእካያ ዝነበርካ ተስላ ንኣብነት ወይ ኣፕል ንበላ ብዘይገድስ ማይ ፌቨሬት ስቶክስ ማለት እዩ ዕስራ ፐርሰንት ምስ ትጎድል ንኣብነት ክልተ ሚእቲ ዝነበረት ዋጋኣ ሚእትን ስሳን ምስ ትኸውን እታ ክትኮን ኢኻ ገንዘብካ ናይ ክልተ ብቁፅሪ ክትዕመልኩም ድሓን ሚእቲ ዝነበረት ሰማንያ ምስ ትኸውን ንምባል እዚ ኩሉ ሓደ እዩ። ክንደይ ጎዲላ ኣላ? ትዌኒ ፐርሰንት ጎዲላ ኣላ። ስለዚ ኣብዚ ግዜ እዚ ናትካ ማርጂን ኮል ክትበሃል ኢኻ ማለት እዩ። ገንዘብካ ኦረዲ ሉዝ ክትገብር ኢኻ። ዝበዝሑ ሰባት ኣብዚ ናይ በዓል ኢቶሮ ዝረኣኹዎም ክልተ ሰለስተ ኣርባዕተ ዝኾኑ ሰባት ሓጊዘ ኣለኹ። እቲ ቁጽሪ ኤግዛክትሊ ክዝክሮ ኣይክእልን እየ። ልክዕ ከምዚ ዘጋጠሞም ማለት እዩ። ክገዝኡ ከለዉ ከይረኣይዎ እቲ ለቨረጅ ኢሎም ይገዝኡ። ስቶክ ናተንፍዑ ተሸይጡ ጸንሖም ማለት እዩ ስላዚ ኣገዳሲ እዩ ከም ኢትሮ ትጥቀሙ ስለዚ ናይ ሚእቲ ዝዋግኡ ስቶክ ብ ዕስራን ሓሙሽተን እንተ ገዚእካዮ ሰዓን ሓሙሽተን ተለኪሕካ ኣለካ ማለት እዩ ስለዚ ናትካ ተጠቂምካ ዘለካ ሎን እቲ ቫልዩ ሰብዓን ሓሙሽተን ዕስራን ሓሙሽተ ሰብዓን ሓሙሽተን ኣብዚ ተጠቂምካ ኣለካ ማለት እዩ ክንደይ ዝኮን ዘሎ እዚ ዕስራን ሓሙሽተን ካብ ሚእቲ ትዌኒ ፐርሰንት ስለዚ ሰቨንቲ ፋይቭ ምስ ትኸውን እታ ገዚእካያ ዘለኻ ልክዕ ከምታ ኤይቲ እንተኾይና ዝበልናያ እቲ ናትካ ኤኩቲ ዘለካ ገንዘብ ይውዳእ ስለ ዘሎ ናትካ ፖዚሽን እንታይ ክኸውን እዩ ማርጂን ኮስት ክኸውን እዩ ወይ ከዓ ናትካ ፖዚሽን ክዕጾ እዩ ማለት እዩ ስለዚ ኤክስቱ እንተኾይኑ ከዓ ቁፅሪ ክጥዕመና ማለት እዩ ፅቡቅ ጌርና ክርዳእኩም ኤክስቱ እንታይ ተጠቂምካ ለቨረጅ ኣብ ናይ ኢተሮ ኮይና ክንሪኦ ኢና ሕጂ እንታይ ጠቂምካ ኣለኻ ማለት እዩ ኣነ ሓምሳ ቅርሺ እዩ ዘለኒ ግን ናይ ሚእቲ ቅርሺ ክገዝእ ደልየ ትብል ኣለኻ እሶም ከኣ ኦኬ ከምዚ ኦኬ ክንድዚ ክንህበካ ኢና ኣጋጣሚ ኮይኑ ክንደይ ትጥቀም ኣለኻ እስኻ ፊፍቲ ፐርሰንት ተጠቂምካ ኣለኻ ስለዚ እታ ስቶፕ ሚእቲ ዝነበረት ዋጋኣ ሓምሳ እንተተሪፋ ማርኬት ናትካ ተዓጽዩ ኣሎ እዚ ብኣብነት ብሕጽር ዝበለ ኣብነት ንምሃብ እዩ ከባቢ ዕስራ ንሓደ ማርጅን ዝጥቀሙ ወይ ለቨሬጅ ዝጥቀሙ ኣለውና እዚ ጥራይ ዘይኮነ ከም ዝበልኩም ስፐኩሌት ክትገብር ትኽእል ኢኻ ስቶክ ዋግኡ ይቕንስ ኢልካ ማለት እዩ ተስላ ሚኢትን ሰማንያን ዘላ ዋንነት ይኣቱ እንተሃለየ ኦፍኮርስ ዋግኣ ክትውስኸለይ ጥራይ ዝደሊ ክኸስበላ ተኮይነ ማለት እዩ ኣንጻሩ ዝኸዱ ከ ኣለዉ ኦፍኮርስ ኣብ ዝሓለፈ ዓመታት በዓል ቢል ጌትስ ክንደይ ሾርት ዝገበሩ ወይም ነዚ ንበዓል ተስላ ክንደይ መክሰብ ዝኸሰቡ ማለት እዩ ይኽእል። Of course ኩሉ ሰብ ኣይኮነን ከምኡ ዝረኽቦ ንስስብ ጌርካ ናይ ኢንሳይደር ውጻእ ናይ ውሽጢ ሓበሬታታት ክህልወካ ክኽእል ኣለዎ። ስለዚ እንታይ እዮም ጌሮም ንሶም ከባቢ ኣርባዕተ ሚእቲ ካላ ን ሓንቲ ሼር ንሶም ግን ዋጋኣ ይቐንስ ኢሎም ኣትሒዞም I don't know ሸይጦሞ ድዮም ኣይሸጥዎምን I don't know ብድሕሪኡ ብሕጽር ዝበለ ግን እንታይ ኢሉ ኣርባዕተ ከሎ ሚእቲ ከሎ ኣትሒዞሞስ ኦረዲ ዋግኡ ከባቢ ክልተ ሚእቲ ምስ ኮነ እንተ ሸይጦሞ ንኣብነት ሽሕ ዘዋፈርዋ ክንደይ ከሲቦም ኣለዉ ኣዚ ለቨሬጅ ከይተጠቀሙ ሽሕ ዘዋፈሩ ሽሕ ረኪቦም ኣሎ ማለት ዳብል 100 ፐርሰንት ፕሮፊት ረኪቦም ኣሎ እታ ስቶክ ትጎድል እያ ዘላ ብኡ መጠን ከዓ ናቶም መክሰብ ይውስኽ ማለት እዩ እታ ስቶክ ኣርባዕተ ሚእቲ ዝነበረት ሸሞንተ ሚእቲ ትኸውን ነይራ ኦፍኮርስ ኣንፃሩ ሽሕ ዘዋፈሩ ሓሙሽተ ሚእቲ ጥራይ ኮይና ምተረፈት ነይራ እታ ገንዘቦም ማለት እዩ ስለዚ ኣንፃር ማለት እዩ እዚ ንሕና ንጥቀመሉ ግን ሎንግ ኢና ንብሎ እዚ ባይ ኢልና ንጽውዖ። ስለዚ ዋጋ ናይ ስቶክ ክውስኽ ኢልካ እምነት ትገብር። ስለዚ ክሳብ ሕጂ ተማሂርናዮ ዘናትና ትምህርቲ ናይ ሎሚ ገዲፍካ ማለት እዩ ከመይ ጌርካ ዋንነት ናይ ሓንቲ ካምፓኒ ሒዝካ ዋጋኣ ይውስኽ ኢልካ መኽሰብ ትረኽበሉ ብዲቪደንድ ድዩ ወይ ብኣፕሪሺየሽን ኢልና ጌርና። እዛ ናይ ሎሚ ግን ሾርት ዝረኣናያ በዚ ደሪቫቲቭስ ከም በዓል ኦፕሽንስ ከም በዓል ፉቸርስ ከም በዓል CFD ብምጥቃም ኣንጻር እቲ ማርኬት ክትከይድ ከም ትኽእል እያ ኣብ ሕማቕ ቁጠባ ክኸውን ከሎ ማለት እዩ። Of course it's not advisable ከም ዝበልኩኹም ዝድገፍ ነገር ኣይኮነን ምኽንያቱ ብዙሕ ቻርጅ ዝግበር ወላ ክህሉ ክልኡ ክኽፍሉካ ዝኽእሉ ማለት እዩ ስቶፕ ሎስ ካብዚ ንምክልኻል ኦፍ ኮርስ ክንድዚ ሚእታዊት እንተኸሲረ ወይ ዕስራ ቅርሺ እንተኸሲረ ገንዘበይ ኦርደር ትእዛዝ ክትህባ ትኽእል ኢኻ ነቲያ ብሮከሪጅ ተጠቂምካላ ዘለኻ ስለዚ ገዚኣያ ዘለኹ ዕስራ ፐርሰንት ምስ ጎደለ ዋጋኣ ዕፀውለይ ክትብላ ትኽእል ኢኻ ማለት እዩ ስለዚ ክሳራታትካ ኣብ ዝወሰነ መጠን ምስ በፅሐ ብኣውቶማቲክ ክትዓፅዎ ዝሕግዝ ሜላ እዩ እዞም ዴይ ትሬደርስ ብፍላይ ዝጥቀምሉ ሜላታት እዩ እዚ ማለት እዩ ቴክ ፕሮፊት ከኣ በንጻሩ ክንድዚ ሚእታዊት ምስ ከሰበት እዛ ካምፓኒ ንዓይ ፕሮፊት ሃበኒ ወይ ከኣ ኣውጽዮ ክትብላ ከለኻ ማለት እዩ ፕራክቲካል ክንሪኦ ኢና ኣብዚ ስለዚ እዚኦም ናይ ስቶክ ኣዝዮም ኣገደስቲ ቃላት ወይ ተርሚኖሎጂስ ኢልና ንፅውዖም እዮም ኣብ ሞባይለይ ብምኻድ ኣብቲ በዓል ኢተሮን ትሬዲን ትዋንቱን ከመይ ዓይነት ጌጋታት ከይትፍፅሙ ንምክልኻል ክንሪኦ ኢና ብፍላይ ከም ኢተሮ ትጥቀሙ ዘለኹም ሚእተሮ ክጅምር እየ ብዚ so እቲ ሚእተሮ ትጥቀሙ ዘሎ ኣብ ኩሉ ዓይነት እቲ ሜላታት ትጥቀመሉ እዩ so ኣብቲ ናይ ሪል ናይ ገንዘበይ እንተኸይደ ብዚ anyway ናይ ኢተሮ ከመይ ጌርካ ትጥቀመሉ ሙሉእ ብሙሉእ ሪከርድ ክንገብሮ እንዲና እዚኣ ግን ታጊጋ ንእሽተይ ንምእራም ወይ ከዓ CFD ዝመስል ከመይ ከም ዝኾን ገንዘብ ኣብዚ የብለይን ኦፍ ኮርስ ናይ ኢተሮ ይጥቀም ኢኹም ዝበልኩም UK ዘለኹ ትሪሌ ብዋንቶ ኣይሳ ካልእ ካልእ ኣይሳ እንዳጠቅምኩም እንዳብ ዘጠቅም የብለይን ንምባል ማለት እዩ ንመርኣዪ ግን ከሕልፎ ኣለኹ ኤልየ ጸገም የለን so ኣብዚ ላዕሊ ዘሎ ኣብዚ ማለት እዩ እተን ሰለስተ ነጥቢ ምስ ጠወቅኩም መላመዲ ኣሎ ድዩ ኢልኩም ዝሓተትኩም ኔርኩም ኣብ ታሕቲ ኣሎ switch to virtua ዝብል ኣብዚ ማለት እዩ እዚ ታሕቲ ዘሎ switch to virtua ምስ በልኩዋ of course ካልኣይ ግዜ ከኣ switch ዝብል መጺእኒ ኣብ ኾለና to virtua ማለት ከኣ ናብቲ fake ወይ ከኣ practice ማለት እዩ so ኣብኡ ሚእቲ ሽሕ ገለ ከብኹም እዮም ከም በዓል ድሌትኩም ክትገዝኦም ክትሸጥዎን ትኽእሉ ኢኹም ኣብኡ ማለት እዩ ተስላ ኣለና ኣብዚ ሕጂ ተስላ ክገዝእ ተደልየ of course መሪጸያ ኣለኹ ኢንቨስት ክብላ ክእል እየ ታሕቲ ዘሎ ኣብዚ ታሕቲ ተሪኢኹሞ ብዙሕ ክስታይ ንገብር ናቲ ናይ ለቨሬጅ ኣብዚ ተሪኢኹሞ ሕጂ ኣውቶማቲክ ካበይ ጸኒሓ ንክገዛ ሪኢኻ እዚኣ ደሱ ኣብ ኤክስቱ ጸኒሓ ኦረዲ ኣውቶማቲክስ ኣብ ኤክስቱ ጸኒሓ ሰብ ሕጂ እንታይ ገርዱ ማለት እዩ ሰት ኦርደር ምስ በለ ኣብዚ እታ ማርኬት ባዕላ ትሬድ ትኾነሎም ማለት እዩ ኣብዚ ሕጂ ኣይተርድኦም እንታይ ዘይተረዳእና ዘሎ ሲኤፍዲ ኢኻ ትመርጽ ዘለኻ ኣብዚ ሲኤፍዲ ትሬድ እዚ ሎማዓንቲ ዝተማሃርናዮ ሲኤፍዲ ዋነት ናይታ ስቶክ ዘይኮነ ዘለካ ከምዚ ኣርሰናል ማን ዩናይትድ ዝስዕር ዝዓይነቱ ዝገበርካዮ ወይ ከኣ ማይ እንዳሃረመ ከሎ ደገ ጽባሕ ክንድዚ ክንድዚ ማይ ይሃርም ኖኖ ክንድዚ ማይ ኣይሃርምን ኢልካ ምስ ኣሕዋትካ ብገለ ክትጻወት ከለኻ ክትዘናጋዕ ከለኻ ከምኡ ዓይነት ትኾን ኣሎ ማለት እዩ ስለዚ እዚ ሲኤፍ ዲትሮይት እዚ ኤክስ ቱ እንተኾይኑ እንታይ ትጥቀም ኣለኻ ለቨሬጅ ቱ ቱ ዋን ትጥቀም ኣለኻ 50 ፐርሰንት ገንዘብ ናትካ ኣትሒዝካ እቲ ዝተረፈ ግን ናይ መን እዩ ኣብዚ ዩኒት ክቕይረልኩም እየ ቁፅሪ ምርዳእና ፅቡቅ ገይሩ ለቨረጅ ኣብዚ ለቨረጅ ኤክስ ቱ ዝጥቀም ዘለኹ ኣብዚ ታይምስ ቱ ማለት ስ ለቨረጅ ዘርእን ዘሎ ማለት እዩ ኣብቲ ሳልሳይ እንተኸይደ ከዓ ኤክስ ፋይፍ ኣሎ እዚ ማለት 20 ፐርሰንት ስቶክ ዋጋ ምስ ትጎድል ካብ ሚእትን ሰማንያን ኣነ ጎንዘበይ ኩዳ እዩ ወይ ከዓ ማርኬት ክዕፆ እዩ ምክንያቱ እዚኦም ኢተሮ ወላ ሓንቲ ክኸስሩ ኣይደልዩን እዮም ስለምንታይ ከ ክኸስሩ ንዓና ኢሎም ማለት እዩ እንታይ እቲ ቀንዲ መኽሰቦም ንዓና ከምኡ ዓይነት ለቨረጅ ሂቦም ንክንከስብ ንሶም ከኣ መዓልታዊ ሓሙሽተ ቅርሺ ድዩ ሽዱሽተ ቅርሺ ገንዘብ ቻርጅ ይገብሩን ኣለዉ እዚ ማለት እዩ very simple ታይምስ ፋይፍ እንተጠቂመ ናይ ሚኢቲ ኣነ ኢንቨስት ዝገብራ ዘለኹ ንሶም ግን ናይ ምንታይ ይህቡን ኣለዉ ናይ ሓሙሽተ ሚኢቲ እዚ ኤክስፖዠር ወይ ከኣ ንሓሙሽተ ሚእቲ ዓይነት ከምቲ ዝሃብኩ ከምቲ ኣብነታት ክበኩም ዝጸናሕኩ ብሓሙሽተ ዕጽፊ ገንዘብ የለቁሑኒ ኣለዉ ማለት እዩ እንተኾነ ግን እዚ ከምቲ ዳብል ስወርድ ዝበልኩም ስቶክ ዋጋኣ ተትውስኽ ነይራ ኣሜዚንግ ብሓሙሽተ ዕጽፊ ክትከስብ ኢኻ ማለት እዩ ናይ ሓሙሽተ ሚእቲ ከም ዘዋፈርካ ኢኻ ትሕሰብ እንታይ ማለት እየ ንኣብነት ተስላ ኣብዚ ሚእቲ ፐርሰንት እንተትውስኽ ነይራ ክልተ ሚእቲ ዘይኮን ዘይኮነ ዝኮንት ገንዘበይ ኣርባዕ ካብዚኣ ሓሙሽተ ሚእቲ ክህስብ እየ እታ ሚእቲ ናተይ ስለዚ ሽዱሽተ ሚእቲ ክህልወኒ እዩ ገንዘብ ሓሙሽተ ሚእቲ መክሰብ ክረክብ እየ ማለት እዩ ነዚኣ ተስላ ዳብል ስለ ዝኮነ ሰለስተ ሚእትን ስሳን ብምኳን ጥራይ ስለዚ እዚ ክትመርጹ ከለኹም ታይምስ ዋን እንተይለይ ኣብዚ ወይ ከዓ ኤክስ ዋን ዋን ቱ ዋን እንተይለይ ግን ኣብዚ እንታይ ኢላትኒ ዩ ኣር ባይን ደ ኣንደርላይን ኣሰት ትብለኒ ኣላ ማለት እዩ ኮሚሽን ከኣ ፍሪ ኣዩ ትከፍሉኒ እዚ ኣነ ዋንነት ኣለኒ ዋንነት ስለ ዘለኒ ኢቶሮ እንተ ጠፊሾም ዳግማስ ኮምዚ ዝጠፈሹ ብዙሕ ኣይኮኑን እንተ ዝጥፉሹ ኔሮም ወላ ሬጉለይትድ ክንሱ እንታይ ክከውን እዩ ናብ ካልእ ኣካውንት ከሕልፎ ዝክእል እየ መንግስቲ ካብ ኢቶሮ ናብ ትሬዲንግ ትዋንቲ ድዩ ናብ ቫንጋርድ ድዩ ናብ ፊደሊቲ ድዩ ናብቲ ካልእ ዓይነታት ብሮኮሬጅስ ከሕልፍሎ እዮም ማለት እዩ እዚ ኣነ CFD ተጠቂመ እንተጸኒሐ ግን ዘሕልፈለይ ኣይክረክብን እየ እዚ ክንፈልጦ ዝግበኣና ትምህርቲ እዩ so ብብዝሒ ኣብ ምንታይ ዝርኢ ኣብ ናይ US ካምፓኒ እዚ ETF ኢልና ዝተምሃርናዮ ታይም ዝገብሩ ሰባት ኣብዚ ለና ምርጫታት ተሪኦሞ ካረንሲ ETF ገለ ዝብል ማለት እዩ ኦኬ ኣብዚ ኢቲኤፍ እንተከይደ ኣብዚ በዓል ስፒዋይ ቪኦኦ እዚ ገለ ገለ ዝብ ዘሎ እታ ቀዳመይቲ እንተጠዊቀ ሕጂ ኤስፒኣይ ቫንጋርድ ኤስኤምፒ ፋይፍ ሃንድረድ እንድያ እዚኣ ኤስኤምፒ ፋይፍ ሃንድረድ እያ ኢሎም ናብዚ ኣብ ይመፁ ሰባት እንታይ ገብሩ እዚ ኢንቨስት ኢሎም ትሬድ እንተገይሮም ቀዳማይ እንታይ ክመፅእ ኣብዚ ሲኤፍዲ እዩ ምክንያቱ እዚ ኤስፒዋይ ዝብል ኣብ ዩኤስኤ ጥራይ እዮም ክጥቀምሉ ዝኽእሉ ኣብ ናይ ዩኬ ወይ ኣብ ናይ ዩሮፕ ብካልእ ሜላታት ኢና ክንረኽቦ ንኽእል ንዕኡ ማለት እዩ። ስለዚ እዞም ኢቶሮ ትመርጹ ዘለኹም እንታይ እዩ ኮማዕ ዓይነት ከም ዘሎ እቲ ውጽኢቱ ማዕረ እዩ። CFD ዋላ ተመርጽካ CFD ምረጽ ንኣብነት እዚኣ SPY ዘላ ኢንቨስት እንተኢለያ ኣብዚ X1 ክሳብ ዝተጠቀምኩ ዓሰርተ ሚእታዊ እንተወሲኻ እዛ S&P 500 ገንዘበይ ከ ዓሰርተ ሚእታዊ ትውስኽ። እቲ ጸገም ዝመጽእ ዘሎ ቀንዲ ጸገም ማለት እዩ of course ቀዳማይ ዋንነት የብልካን እቲ ካልኣይ እቲ ዝዓበየ ጸገም ግን ኣብዚ ለቨረጅ ብምጥቃም ከይተረዳእኩም ተብሉ ማለት እዩ ዝተብሎስ of course ኣብኡ ሓንቲ ናብ ካልእ ኣርእስትና ጽቡቅ ጌርና ክንኣትዎ ኢና እሳ ግን more ኣብሪሀያ ክከይድ ንምባል እያ so i hope ተረዲኣትኩም ትከውን እዚኣ ናይ ኢቶሮ ኣብ ናይ ትሬዲንግ ዋን ቱ እንተከይድኩም ከኣ ተመሳሳሊ ኣብቲ ላዕሊ ምስ ጠወቅኩም ኣብዚ ማለትይ ኣብ ላዕሊ CFD ዝብል ዘሎ ኣብዚ CFD እዩ ንስኩም ግን ኣይነት ተጠቀሙ ኢለኩም እዚኣ ኢንቨስት ተጠቀሙ እዩ ኢለኩም እዛ CFD ትብል ምስ ትጥወቁ of course access እንተ ሂቦሙኩም ማለት እዩ እሺ so ኣብዚ ንኣብነት ማራቶን ንምረጽ ኣብዚ ሕጂ ማራቶን ዲጂታል ማራቶን ዲጂታል ክልተ ኦፕሽን እዩ ዘለኒ እቲ ሓንቲ ሰል ትብል እቲ ሓንቲ ባይ ትብል ኦኬ ኖርማሊ ሰል እንተይሉ ትሸይጥ ኣለኻ ማለት እዩ ኣብዚ ግን ትሸይጥ ኣለኻ ማለት ኣይኮነን እንታይ ደኣ ኣብዚ CFDA ዝዛረብ ዘለኹ ከምቲ ዝበልኩኹም ሾርት ኢኻ ትገብር ዘለኻ ማለት እዩ ማለት ዋጋ ናይዚኣ ማራቶን ዳና ድሓን ናይ ተስላ ከይደ ስሓብና ስለ ዝወሰድና ዋጋ ናይ ተስላ ዋጋኣስ ይቕንስ ኢልካ ኢኻ ትብል ዘለኻ ኣብዚ ዝሰል እንተኢልካ ማለት እዩ ማርኬት ዕፅዊ ዘሎ ብለን ኣሎ ብዘይገድስ እንታይ ክብል ደለ እዚ እዚ ሰል ዝብል ኣብ ሲኤፍዲ ትጥቀሙ እንተሃልኹም ሾርት ኢካ ትገብሮ ዘለካ ሾርት ማለት ከኣ ኣንጻር እቲ ይውስኽ ትከይድ ኣለካ ማለት እዩ ኦኬ ባይ እንተልካ ግን ኦፍ ኮርስ ይውስኽ ትብል ኣለካ ኣብዚ ትሬድ ኢንቱ ዋን ቱ ሲኤፍ ዝተጠቀምኩም ባይ ምስ ትብሉ እዚ ከርእየኩም እየ ንኣብነት ኣብዚ ታሕቲ እንተኸይድኩም Instrument Details ዝብል ዘሎ እንተ ጠዊቅኩም ኣብ ታሕቲ ማለት እዩ ኣብዚ ኩሉ ሓበሬታ ይህበኒ እዩ ተስላ ምኳና ኣብ ናስዳክ ከም ዘላ ገለገለ ማለት እዩ ኣብዚ ግን ማርጅን ትዌኒ ፐርሰንት ኢካ ትጥቀም ዘለካ ማለት ለቨሬጅ ዋን ቱ ፋይቭ ወይ ከዓ ከምቲ ናይ ኢትሮ ዝረኣናዮ ኤክስ ፋይቭ ትጥቀም ኣለካ ማለት እዩ ስለዚ ኦልረዲ ብትዌኒ ፐርሰንት ማርጅን ኢካ ተዋፍር ዘለካ ስለዚ እንታይ ማለት እየ ባይ ኢለ ኣብዚ ማርኬት ዕፁው ስለ ዝኾነ ኤኒወይ ማርኬት ክብላ እየ ሚእቲ እንተዋፊረ ኣብዚ ናይ ሚእቲ ዘይኮንኩ ዝገዝእ ዘለኹ ኦረዲ በቲ ዕስራ ሚእታዊት ካብቲ ገንዘበይ ጥራይ ነዚ ዘዋፍረሎም ዘለኹ ማለት እዩ እቲ ሰማንያ ሚእታዊት ግን መን የዋፍረሎም ባዕሎም እዚኦም ትሬድንት ዋንቱ ንዕኡ ናይ ዝገበሩለይ ከዓ ኦፍኮርስ ክፍሉን እዮም ክፍሊት ኣሎ እቲ ክፍሊት ከዓ እንታይ ኢልና ንፅውዕና እቲ ኮሚሽን ካልእ ካልእ ይኸውን ኣሎ ማለት እዩ ኣብዚ ታሕቲ ኣለና ሾርት ትገብር እንተሃሊኻ ማለት ሰል ትገብር እንተሃሊኻ እዚ ከፍሉ ከም ከዚ ሚእታዊ ትገብር ማለት ብዙሕ እዩ ወይ ብሚእታዊ ትገለም ትቆፅሮ ኣብዚ ናይ ሎንግ ትገብር እንተሃሊኻ ይውስኽ ከዓ እዚ ሚእታዊት እዚ ወይ ከዓ እዚ ክፍሊት እዚ ከፍሉካ ክእዩ እዚ ኣብ ውሽጢ ሰዓት ዓሰርተ ሰዓት ዓሰርተ ምሸት ምሸት ዘኽፍሉኻ ገንዘብ እዩ ስለዚ CFD እንታይ እዩ እቲ ምጥቃም ዘይምጥቃም ኩሉ ግዜ ናባኹም እዩ ግን ኢስ ኖት ሪኮመንድድ ዳርጋ 80 ክሳብ 90 ሚእታዊ ከባቢ ካብ 70 ክሳብ 80 85 ሚእታዊ ኣብዚ ትሬድ ዝገብር ሰብ ገንዘብ ይኸስር እዩ ዝበዝሐ ሰብ ዝኸስረሉ ኤንወይ ገንዘብ ኣብዚ ኣብቲ ሪል ስቶክ ገዚኡ ዝኸስር ሰብ ውሑድ እዩ ዝኸውን ዘሎ ሶ ኣይ ሆፕ መፂራትኩም ትኸውን እቲ ናይ ፓይ ከመይ ጌርካ ዊዝድሮው ትገብር ገለ ከኣ ዝሓተትኩም ኔርኩም ከርእየኩም እኽእል እየ ጽንሕ ኢለ መጀመርያ እንከይበዝሓኩም ናብ ሕቶን መልስን ክንከይድ ኣይ ቲንክ ብዙሕ ዲቴይል ዘይህበኩም መስለኒ
Well, uh, it's good. Yeah, I think so. Uh, thank you, ብርሂን ጽቡቅ በቃ ናይ ብሓቂ ጽቡቅ እንታይ ኢና ክገብር ናብቲ እወ ኣላው ግበርም ኢዶም ሓትከብሉ እሞ ናብቲ ሕተን መልሲ እና ክንኣቱ እጅ ሕዋት ኣብቲ ሕተን መልስን ክሳብ ኦረዲ ጀነራል ብዛዕባ ስታ ክትሓት ትኽእልኹም እጂ